ሰላም ከመይ ኣለኹም ብኻልእ ተፈታዊ ድራማ ተመሊስና ኣለና ሳብስክራይብ ምግባርን ላይክ ምግባር ከይረሳዕኩም እዛ ሓሪፍቲ ፊልሚ ክሳብ መጠረሽታ ተጋበዙለይ ፊልምና እንትጅምር ሊን ዝትበሃል ቆንጆ ጎርዞ የርእየና ገና ካብ ቁልዕነታ ጀሚራ ምስ ኣቦኣ ኮይና ናይ ተፈጥሮ ዜማታት ምስማዕን ምቕዳሕን ዝትፈቲ ዓብዪ ናይ ትርፊ ግዜ ስርሓ እዩ ሎማዓንቲ ናይ ተፈጥሮ ድምፂ እናቐድሐት ነቲ ዓብዪ ሕልማ ማለት እውን ንሙዚቃ ኣቀነባሪነት ንባዕላ ተዳሉ ሊን ዝትነብር ኣብ ገምገም ቃላይ ዝርከብን ኣቦኣ ኣብ ዘውረሳ ኣዝዩ ዓቢን ክባር ኣብ ዝኾነ ገዛ ውሽጢ እያ። ሓደ መዓልቲ እውን ዓርካ ደዊላ ኣዝያ ዝትፎትዮን ዝተድንቆን ደራፊ ያንግ ናይ ኮንሰርት ትኬት ከምዝረኸበት እንትነግራ ሊን ብታሕጓስ ትዘልል። ብኻልእ ገፅ እውን ጂን ዝበሃል መንእሰይ ንርኢ። ንሱ እውን ህቡብ ዝኾነ ናይ ሙዚቃ ኮኾብ እንትኸውን ኣብ ዝኸዶ ኩሉ ብኣድነቕትን ጋዜጠኛታትን ይኽበብ። ንሱ ግን ውልቃዊ ህይወቱ ብሰላም ምምራሕ ይናፍቕ። ሎማዓንቲ እውን እንተኾነ ካብ ኣድነቕቱ ንምምላጥ ናይ መዓልታዊ ሰራሕተኛ ክዳን ተኸዲኑ ብሕቡእ እንተምልጦም ረዳቱ ድማ ናቱ ክዳን ተኸዲኑ ነቶም ጋዜጠኛታት የታልሎም። በዚ ኩነታት ጂን ንፎቶ ቀረፃ ናብ ደስ በሃሊ ቦታ ይኸይድ እሞ፣ ሊን ድማ ናይ ያንግ ኮንሰርት ዘሎ መሲልዋ ብስሕተት ናብቲ ናይ ጂን ናይ ፎቶ ቀረፃ ትመፅእ። ናብቲ ፎቶ ቀረፃ እንትኣቲ እቶም ሓለውቲ ደፊኦም የውፅእዋ። ኣብቲ ቦታ እውን እያ ዝተባህት ሞዴል ንጅን ክተማሎ ዋላ እኳ እንተደለየት ንሱ ግን ዝኾነ ዓይነት ትኹረት ከይሃባ ይተርፍ። ብምሽጥር ስልኪ እንትነጋገር ሊን ኣብቲ ከባቢ ኮይና ትቐድሖ። ጂን ድማ እዛ ጎርዞ ጋዜጠኛ ወይ ከዓ ዓቢለ ተጸሊለ ዝትብል ኣድናቒት እያ። ምሽጥረይ እውን ቐዲሓቶ እያ ኢሉ ይጥርጥር እሞ ሪከርደር ኣመንጢሉ ይወስዶ። ካልእ ኣድላዪ መርትዖታት ዘለዎ ሪከርደር ንምምላስ ናብቲ ዝቕጽል ናይ ጅን ፕሮግራም ዋላ እኳ እንተኸደት፣ እቶም ሓለውቲ ሕጂ እውን ኣይነእትክን ይብልዋ። ሊን ኣብ ዝኸደቶ ኩሉ ናይ ጅን ፎቶ ብምልጣፎም ዋላ እኳ እንተገረማ፣ ንሳ ግን ስለ ንሱ ዘይኮነትሲ ስለ ሪከርደራ እያ ትሓስብ ዝነበረት። ጅን ኣብ ሓደ ዓቢ ናይ ተለቪዥን ፕሮግራም ከም ናይ ታክሲ ኣውቲስታ ኮይኑ ብምቕራብ፣ እቶም ተሳፈርቲ ዝፈልጥዎ እንተኾይኖም ናይ ምፍታሽ ስራሕ ይወሃቦም። እቲ ዝገርም ድማ ከም ኣጋጣሚ ኮይኑ እታ ተሳፋሪት ሊን ስለ ዝነበረት ካብ ድምጹ ኮነ ካብ ገጹ ክትፈልጦ ኣይከኣለትን። ጂን እውን ባዕሉ እቲ ደራፊ ጅን ትፈልጥዮ ዲኺ ኢሉ እንትሓታ መልክዑ ደስ ኣይብል ድምጹ እውን ደስ ኣይብል ኢላ ምንጋር ትጅምር እሞ እናተቋየቁ ከለው እታ ታክሲ ሃንደበት ተጋጭያ ክልቲኦም ናብ ሆስፒታል ይኣትዩ። ንሱ ከዓ ብኣኺ ምኽንያት እዩ ገፀይ ተፃሕቲሩ እናበለ ዋላ እኳ እንተተቖጠዓ ሪከርደራ ግን ይምልሰላ። እንተኾነ ግን እቲ ሪከርደር በቲ ሓደጋ ምኽንያት ተሰይሩ ስለ ዝነበረ ሊን ብሓዘንን ሕርቃንን ገዲፋቶ ትወፅእ። ምሸት እውን ሊን ብባስ እናኸደት ከላ ሓደ ተሳፋሪ ተዓፊኑ ክመውት እንትብል ኣብኡ ዝነበረ ዶክተር እዩ ብኣስቸኳሊ መፂኡ ህይወቱ የትርፈሉ እሞ በቲ ናይ ዶክተር የዋህነትን ጅግንነትን ትገረም። ብኻልእ ገፅ ግን ናይ ሊን ገዛ ናታ ምዃኑ ከይፈለጠ ይገዝኦ እሞ ኣብ ገምገም ቃላይ ብምዃኑን ጸጥ ዝበለ ብምዃኑ ደስ ኢልዎ ይኣቲ። ሊን ድማ ናይ ኣቦኣ ገዛ ስለ ዝኾነ ብሰላም ናብ ገዝኣ ትኣቱ እሞ ሻወር ወሲዳ ሙዚቃ እናደረፈት ከላ ካብኡ ንጅን ትረኽቦ እሞ ተታሒዞም ጠራዕራዕ ይብሉ። ከመይ ኢልኻ ናብ ገዛይ ትኣቲ ኢላ ብሕርቃን ካብ ገዛ ኣውጺኣ እንትዓጽዮ እቲ ምስኪን ጅን ዝናብ ስለ ዝነበረ ኣብቲ ናይ ኸልቢ ገዛ ኣጽሊሉ ይሓድር። ብጽብሒቱ ሊን ኣብቲ ናይ ኸልቢ ገዛ ደቂሱ እንትረኽቦ ናይ መጀመርያ ፎቶ ትስእሎ። ካብኡ ሓያል ትኩሳት ከም ዘለዎ ትርኢ እሞ ናብ ውሽጢ ኣእትያ ሾርባ እናሰርሐት ትንከባኸቦ። ኣብዚ መንጎ ናይ ጂን ስራሕ መካየዲት ኒንግ መጺኣ ኒሊን እንትርእያ ጋዜጠኛታት እንተሪኦምኩም እኮ ዓቢ ቅለት ክፍጠር እዩ። ካብኡ ንዓኣ ናይቲ ገዛ ሰነድ እንተርእያ ግን እቲ ገዛ ብናይ ጂን ሽም ስለ ዝተመዝገበ ትስንብድ። ዓርካ ቺን እውን ናይ ሓዋ ሞት ኣሕዚንዋ ስለ ዝነበረ ሊን ሰትያ ኣብ ዝነበረት ሰዓት ችግርኺ ናተይ ችግር እዩ ኢላ ናይቲ ገዛ ናይ ውክልና ሰነድ ብሽማ ሂባታ ስለ ዝነበረት እቲ ገዛ ንጂን ከም ዝሸጠቶ ይርዳእ። ሊን ከዓ ብናይ ኣቦኣ ተዘክሮ ዝመልአ ገዝኣ ንምምላስ ንቺን ዋላ እኳ እንተሃረመታ እቲ ገዛ ግን ተሸይጡ ተወዲኡ ነበረ። ካብኡ ናብ ጂን ከይዳ ዝተረፉ ኣቑሑተይ ክወስድ ኢላ እንትኣቲ ናቲ ኣቑሑ ብሓጎስ እናተጠቐመሎም እንትርኢ ትሓርቕ። እቲ ገዛ ክገዝኣካ እንትብሎ የባርራ። ሊን ግን ብሕቡእ ተመሊሳ ኣትያ ኣብ ሶፋ ደቂሳ ትርከብ። ንሱ እውን ውፂ እንትብላ ኣብቲ ናይ ኸልቢ ገዛ ደቂሱ ዝሰኣለቶ ፎቶ ተርእዮ እሞ ኣብ ማሕበራዊ ሚድያ ክልጥፎ እየ ኢላ ኣፈራሪሓቶ ስልካ ንምምንጣል እንትቃለሱ ይቀራረቡ። ሽዑ ድማ ሓደ ጋዜጠኛ ብሕቡእ ፎቶ ይስእሎ። ብጽብሒቱ እቲ ዝሰኣሎ ፎቶ ተለቒቑ ቫይራል ይኸውን እሞ ኣብ ትሊን ዝሰርሓሉ ካፌ ኩሉ ሰብ ብግርምቲ ይሪኣ። ቺን ደዊላ ምስ ጆኒ ፍቑራት እናተባህልኹም ኢኹም እንትብላ ሰንቢዳ ናብኡ ትኸይድ። እናተቓይቖ ከለዉ ኒንግ ትመጽእ እሞ ቅልጥፍ ኢሉ ይሓባ። ንሳ ድማ እዚ ወረ ንምጥፋእ ምስታ ሞዴል ያው ፍቑራት ከም ዝኾንኩም ኣምስሉ እንትብሎ ሊን ካብ ዝተሓብእትሉ እንትወጽእ ዝኾነ ነገር ከም ዝተፈጠረ ትጥርጥሮ። ንዕኡ ንብሕቲ ወሲዳ ኣብ ናይ ሓደ ህቡብ ህይወት ውሽጢ ሓንቲ ንእሽተይ ቅሌት ኩሉ ነገር ከበላሽዮ ይኽእል እዩ። ብዝግባእ ሕሰበሉ። ብኻልእ ገፅ ድማ ናይ ጂን ኣቦ ህቡብ ናይ ኦፕሬሽን ዶክተር ከም ዝኾነ ንርኢ። ኣቡኡ ወዱ ከምኡ ሓኪም ንክኸውን ዋላ እኳ ተተመነየ፣ ጂን ግን ደራፊ ናይ ምዃን ሕልሙ ንምስኻዕ ብዙሕ ይባእስ። ኣብዚ ሞንጎ ሊን ኣብ ናይ ጂን ገዛ እናነበረት ከላ ኣዝያ ዝትፈትዮ ያንግ ዝርከበሉ ግብጃ ከም ዘሎ ትርኢ እሞ ብታሕጓስ ትዘልል። ብሕቡእ ናብቲ ድግስ ቦታ ዋላ እኳ እንተ ኸደት፣ እቶም ሓለውቲ ግን ሕጂ እውን የባርርዋ። ኣብቲ ድግስ ግን ኣብቲ ባስ ዝረኸበቶ ዶክተር እውን ተረኺቡ ነበረ። እቲ ዶክተር ናይ ጆን ጎበዝ ተምሃራይ እንትኸውን፣ ሊን በቲ ድሕሪት በሪ ንምእታይ እንትጽዕር ርእይዋ፣ መሳርሕተይ ኾይንኪ ምሳይ እተዪ። ኣብ መጠረሽታ ሊን ምስ ያንግ ተራኺባ፣ ፌርሞ ትወስድ። ጂን ድማ ምስ ቤተሰቡ ተራኺቡ ኣቦኡ ካልእቲ ጓል ከመርዕዮ እንትፍትን ይባስ። ስራሕ መካየዲ ቱኒንግ ድማ ምስ ሞዴልያው ኩሉ ግዘ ፍቑራት ምዃንኩም ከምዚ ኣፍልጡ ስለ ዝበለቶ ከምኡ ንምግባር ዋላ እኳ እንተፈተነ ንያው ስለ ዝጸልኣን ህይወቱ ካልኦት ክቆጻጸርዎ ስለ ዘይደሊ ዓቢ ውሳነ ይውስን። ሊን ኣብ ዝሓመመ ግዘ ዝገበረትሉ ምንክብኻብ ይዝክር እሞ ሃንደበት ኢዳ ሒዙ ኣብ ቅድሚ ካሜራ ንሳ ሕጹይተይን ኣፍቃሪተይን እያ። ክምርዐያ እየ። እቲ ዝተለቐቐ ፎቶ እውን ትኽክለኛ እዩ እንትብል ንሳ ብስንባደ ደሪቓ ትተርፍ። ብጽብሒቱ ግን ብሕርቃን ናይ ጂናይ ስኑ ብሩሽ ነቲ ከልቢ ብምሃብ ትብቀሎ። ሕጽይትኻ ክኸውን ኣይደልን። በቃ ሕራይ ሰበይተይ ኹኒ ኢሉ ናይ መጠረሽታ ናይ ውዕሊ ስምምዕነት የቕርበላ እሞ ንሓደ ዓመት ብኹንትራት ሰበይተይ እንተኾይንኪ እቲ ገዛ ብሽምኺ ክምልሰልኪ እየ እንትብላ ምስ ናይ ኣቦኣ ተዘክሮ ዝተኣኣሰረ ገዝኣ ንምምላስ ኢላ ምስ የዕርኽታ ተመኻኺራ ትሰማማዕ። ኒንግ እውን ሓደ ቅድመ ኩነት ተቐምጥ። ኣብ ጂን ዝኾነ ዓይነት ፍቕራዊ ስምዒት ምርኣይን መስመር ክትሓልፊ የብልኽን። ንጂን ዝኾነ ዓይነት ድሌት እኮ የብለይን ኢላ ርግጸኛ ኮይና እቲ ስምምዕ ትቕበል። ካብኡ ክልቲኦም ነናይ ባዕሎም ቅድመ ኩነት ተለዋዊጦም፣ እቲ ዋናን ዓብይ ቅድመ ኩነት ድማ ኣብ ቅድሚ ዓለም ከም ትኽክለኛ ሰብኣይ ሰበይቲ ምርኣይን ናይ ውዕሊ መርዓ ምዃኑ ንማንም ዘይምንጋር እዩ። እዚ ምሽጥር እንተወፂኦ ድማ እቲ ውዕሊ ፈሪሱ ሊን እውን ገዛእ ከምዘይትረክብ ይነግራ። ንመርዓ መላለዪ ኣብ ቅድሚ ሚድያ ኣብ ዝቐረቡ መዓልቲ ሊን ኣዝያ ቆንጆ ኮይናን ተሓኩሓሒላን እንትወፅእ ጂን ንዝተወሰነ ግዘ ዓይኑ ኣፍጢጡ ይተርፍ። ካብኡ ንእሽተይ ተረቢሻ ስለዝነበረት ኢዳ ሒዙ ንክትረጋጋዕ ይገብራ። ንሳ እውን ኣብ ጅን ምቕላድ ትጅምር እሞ ክቕጣዕ ከሎ ኣፍንጭኡ ይውጠር እዩ። ግን ሕጂ እውን የምሕረሉ እዩ እናበለት ኣብ ቅድሚ ኩሉ ሰብ እንትቕልዶ ንሱ ድማ ብታርኡ ምንም ዘይትፈልጥ ዋላ እኳ እንተኾነት ሙዚቃ መቀናበርት ክኸውን እየ ዝብል ዓቢ ተስፋ ግን ኣለዋ ኢሉ ይቕልዳ። እቲ ሚድያ በቶም ፍቑራት ዋላ እኳ ደስ እንተበሎ እታ ስራሕ መካየዲት ኒንግ ግን በቲ ኹነታት ትበሳጭ። ኣብ መጠረሽታ እውን ብዕሊ ይምዝገቡ። እቲ ዝቕጽል ምርኢት ናይ መርዓ ስነ ስርዓት ስለ ዝነበረ ናይ ጅን ቤተሰብ ንዓኣ ክረኽብዋ ይጽውዕዋ። እናሓጉኡ ጥንክር ዝበለ ሕቶ ዋላ እኳ እንተቕረበትላ ንሱ ግን ኣብ ሰዓቱ መጺኡ የድሕና። እንተኾነ ግን ኣብ ጅንን ኣቡኡን መንጎ ባእሲ ተላዒሉ ጅን ኢዳ ሒዝዋ ይወጽእ። ኣብ መንገዲ ክልቲኦም እንትቋየቑ ንሳ ከዓ እታ መኪና ጠጠው ኣቢላ ባዕለይ ክኸይድ እየ ኢላ እንትወርድ ስልካን ቦርሳኣን ኣብታ መኪና ውሽጢ ረሲዓቶ ትወፅእ እሞ ገንዘብ ኮነ ሓገዝ ዝተሓተሉ መንገዲ ስኢና ንብሕታ ትተርፍ። ጅን ኣቑሓኣ ምርሳዓ ፈሊጡ እንትምለስ ይስእና። ኣብዚ መንጎ ግን እቲ የዋህ ዶክተር እዩ ረኺብዋ ይሕግዛ። እቲ ናይ መርዓ መዓልቲ በፂሑ ኣብ ቅድሚ ሚድያን ቤተሰብን እቲ መርዓ ክጅመር ይቐርብ እሞ እታ መርዓት ሊን ትተርፍ። ኒንግ እውን ብጭንቀት ተዋሒጣ ንሳ እንተዘይመጺኣ ዝትናገሮ ሓሰት ክትሓስብ ትጅምር። ጅን እውን ብጭንቀት ጠጠው ኢሉ እንከሎ ሃንደበት ትመጽእ። ኣብ መጠረሽታ እውን ተመርዕዮም ስብኣይ ንሰበይትን ይኾኑ። ንፎቶ እንትቀራረቡ ጅን ሓደራ ካልእ ችግር ድማ ከይትፈጥሪ ኢሉ የፈራርሓ። ድሕሪ መርዓ ንምዝንጋዕ ይወጽ እሞ እቲ ምዝንጋዕ ንፎቶ ቀረጻን መወዓውዒ ዝተሃቀነ እንትኸውን ክልቲኦም ግን ተቐራሪቦም ምርኣይ ምቾት ይኸሎም። ምሸት እውን ሓንቲ ዓራት ጥራይ ስለ ዝነበረት ንሱ ክትድቅሲ እንተ ደሊኺ ኣብ ጥቓይ ደቅሲ ኣነ ናብ ማንም ኣይከይድን። ሊን ግን ኣብ ደገ ክትድቅስ ሓሲባ መተርኣስ ሒዛ ትወጽእ። ንሱ ከዓ ኣብ ውሽጢ ኮይኑ ቲቪ እናርኣየ እንትስሕቕ፣ ትበሳጭ ንእሽተይ ጸኒሓ ግን ነፍሳት እንተቸግርዋ እናሓረቐት ትምለስ ንሱ ግን ከሕርቓ ደልዩ ካልሲ ከጫንያ እንትፍትን ክልቲኦም ጉሓፍ እናተበሃሃሉ ክቋየቑ ይሓድሩ ብኻልእ መዓልቲ ድማ ንመጸባበቒ ትካል ቐረጻ እንትገብሩ ክባር ዝኾነ ቀለበት ኣብቲ ሳዕሪ ይጠፍእ እሞ ሊን ዋግኡ እንትርኢ ህይወተይ ሙሉእ ተትሰርሕ እውን ኣይኸፍሎን ዝብል ጭንቀት ይሓድራ እሞ ሙሉእ ለይቲ ዋላኳ እንተኣለሸቶ ጅን ግን ምንም ከይመሰሎ ይተርፍ ንሳ ግን ተጨኒቓ ብጽብሒት እውን እናኣለሸት እንትርእያ ንኽትረጋጋዕ ኢሉ እቲ ቀለበት እኮ ናይ ሓሶት እዩ እንተብላ ተረጋጊዓ ንምንታይ ደኣ ቀዲምኻ ዘይነገርካኒ ኢላ ትቑጥዖ። ካብኡ ናይ ፈረስ ግልቢ ኣቀርጻ ስለ ዝነበሮም እቲ ፈረስ ካብ ቁጽጽር ወጻኢ ክኸውን እንትብል ንሳ ብቑልዕነታ ካብ ኣቦኣ ዝተማህረቶ ጥበብ ተጠቂማ ተረጋግዖ እሞ ጅን እውን ይግረም። እታ ስራሕ መካየዲት ኒንግ ግን ኣብ መንጎኦም ፍቕራዊ ስምዒት ከይፍጠር ዝከታተል ረዳት መዲባ ዋላ እኳ እንተኾነት፣ ሊን ግን እቲ ዝጠፍኣ ቀለበት ካልኣይ ትረኽቦ'ሞ ንሱ ከዓ እቲ ቀለበት እኮ ትኽክለኛ እዩ እንትብላ ስለዘይኣመነቶ ናይ ሓሶት'ውን እንተኾነ ሓሪፍ'ዩ ምሳይ ይጽናሕ ንሱ'ውን ታሕጓሳ ንዘይምብልሻይ ናይቲ ቀለበት ዋጋ ባዕሉ ከፊሉ ንክተቕምጦ ይፈቕደላ። ካብቲ ምዝንግዖም መልሲ ሊን ፒያኖ እንትትጻወት ኣጻወታኺ ምንም ደስ ኣይብልን ኢሉ ስለ ናይ ሙዚቃ መሳርሕታትን ስለ ኣቀናባሪነት ሓበሬታ ክህባ ዋላ እኳ እንተፈተነ ከምቲ ዝተለምደ ናብ ቆይቓይ ቀየሩ። ካብኡ ድራር ይጋብዛ እሞ ተሰማሚዓ ዋላ እኳ እንተኸደት ኒንግ ግን ኮነ ኢላ ንጂን ብስራሕ ኣጻዲፋ ንክኸይድ ትገብሮ። እታ ምስኪን ሊን ግን ክሳብ ምሸት እናተጸበየቶ ጸኒሓ ብሓዘን ናብ ገዝኣ ትምለስ። ንምንታይ ስልከይ ዘይተላል ንምንታይ እኺ ከም ትኽክለኛ ሰበይተይ ትኾኒ ዘለኺ እዚ እኮ ናይ ውዕሊ መርዓ ምዃኑ ኣይትረስዒ ስልከይ ጠፊኡንን ስራሕ በዚሑን እዩ ኢሉ ብዝበለጸ ይበሳጫ ብጽብሒት ናብ ሓደ ጥንታዊ ሙዚቃ መሸጢ ከይዳ ብኣጋጣሚ ንዶክተር ዩ ረኺባቶ ይነጋገሩ ካብኡ ንሳ ዝትደልዮ ኣልበም ስለ ዝነበሮ ብህያብ መልክዕ ይህባ እሞ ንምስጋና ምሳሕ ክትጋብዞ ይሰማምዑ ጂን ድማ ክልቲኦም ብሓባር ኣብቲ ቤት ምግቢ እንትርእዮም ይቐንእ። ብቕልጡፍ ናብኦም ከይዱ ኮፍ ይብል እሞ ናይ ሊን ኢድ ሒዙ ፍቕረይ እናበለ ክጽውዓ ይጅምር። ጂን ነቲ ዶክተር ዝጸልኦ ኣቦኡ ኩሉ ግዘ ምስኡ ስለ ዘወዳድሮ እዩ። ብብዝሒ ቅንኢ ሓሽዩ እናሓጎይ ስለ ዝሓመመት ብቕልጡፍ ናብ ናይ ቤተሰብ ገዛ ክንኸይድ ኣለና ይብል እሞ ሒዝዋ ይወጽእ። ኣብ መንገዲ ከለዉ ጂን ስለ እቲ ዶክተር ብሕቶ ዋላኳ እንተፋጥጣ መሊሳ ግን ተብሽቖ። ካብኡ ስለ እነሓጉኡ ብዝሓሸ ሕሶት ናብቲ ናይ ቤተሰብ ገዛ ይኸዱ። ብጽብሒቱ ጂን ኣብቲ ቢሮ ከሎ ናይ ደሊቨሪ ሰራሕተኛ ትመጽእ እሞ ጂን ከዓ ብቕልጡፍ ሊን ምዃና ይፈልጥ። ከምዚ ዓይነት ስራሕ ኣይትስርሒ፣ ሰባት እንተፈሊጦም እቲ ነገር ክበላሾ እዩ ኢሉ ዋላ እኳ እንተመኸራ እዚ ስርሐይ እዩ፣ ከማኻ ብምቾት ኣብ ቢሮ ኮፍ ኣይብልን ኢላ እንትቕልደሉ ስለ ዝሓረቐ ናብቲ ንሳ ዝሰርሐሉ ካፌ ከይዱ ኣነ እውን ከም ተራ ሰብ ክነብር ይደሊ። ሊን እውን ኣብቲ ናይ ህጻናት ዝነበረ ድግስ ሒዛቶ ከይዳ፣ ተራ ሰብ ክትኸውን እንተ ደሊኻ መጀመርያ እዞም ህጻውንቲ ኣሐጉሶም። ክልቲኦም ምስቶም ህጻናት እንትጻወቱ ሃንደበት ይተሓቛቖፉ እሞ ይሓፍሩ። ሓደ ህጻን እውን ሊን ኣፍቃሪትካ ድያ ኢሉ እንትሓቶ፣ ጂን ብኹርዓት ናይ መርዕኦም ፎቶ የርእዮ እሞ እቲ ህጻን ክዓ የዕርኽቲ መሲልኩምኒ ኔርኩም ኢሉ እናበኸየ ይኸይድ። ኣብቲ ሽዑ ሰዓት ሓደ ጋዜጠኛ ፎቶ ስኢልዎም እቲ ዜና ካልኣይ ይሰራጨ። እቲ ዶክተር ድማ ንሊን ናብቲ ናይ ፈረሳት ቦታ ወሲድዋ ደስ ዝብል ግዘ ተሕልፍ። ኣብ ማሕበራዊ ሚድያ ፎቶኣ እንትልቀቕ ጂን ብቕንኢ ይዓቢ ድሞ ብቴክስት እንትሓታ ናትኻ ጉዳይ እኮ ኣይኮነን ጂን ኮነ ኢሉ ድራም ብምህራምን ራብሻ ብምፍጣር ይርብሻ ሓሪቓ ትኸይድ እሞ ካባይ ርሓቕ በዓልቲ ሓዳር ምዃንኪ ኣይትረስዒ እዚ ናይ ሓሶት መርዓ እኮ ማንም ክፈልጦ የብሉን ካብኡ ናብ ስራሕ ቦታኣ ከይዱ ንዓርካችን ረኺብዋ ሎማዓንቲ ናይ ሊን ልደት ምዃኑን የዕርኽታ ከኽብሩላ ከም ዝሓሰቡ ይበጽሓሉ። ደስ ኢልዎ ንዓኣ ህያብ ገዚኡ ከመይ ከም ዝህባን እንታይ ከም ዝብላ ኣብ ቅድሚ መስትያት ክለማመድ ይጅምር። ደዊሉ ናብ ሓደ ቦታ ንክትመጽእ ዋላኳ እንተሓተታ ንሳ ግን ዶክተር'ዩ ምስ ሓደ ሙዚቃ መዳለዊ ከላልያ ስለ ዝደለየ ናብኡ ትኸይድ። እቲ መዳለዊ'ውን ብናይ ሊን ክእለት ተገሪሙ ሓቢርዋ ንምስራሕ እንትሰማማዕ ንመጀመርያ ግዘ ብናይ ባዕላ ክእለት ሓደ ነገር ክተሳኽዕ ብምጅማራ ደስ ይብላ። ብኻልእ ገጽ ግን ንሊን ኣልቻ ናብ ፓርክ እንትኸይድ ኣድነቕቱ ፈሊጦም ስለ ዝተኣከቡ ከይተሓበ ይተርፍ። ንሊን ከይረኸበ ሓሪቑ ናብ ገዝኡ ይምለስ። ሊን እንትመጽእ ንዓኻ ኣልሻ እንትንከራተት ኣድነቕተይ ፈሊጦምኒ ኢሉ እንትቑጥዓ፣ ዳሕራይ ግን ንልደታ ሓቢሮም ባስኬትን ግን ክዘናግዑ ይገብር። ኣብቲ ሽዑ ሰዓት ያንግ ዝተባህለ ካልእ ህቡብ ደራፊ ብናይ ጂን ህቡብነት እናቐንዐ፣ ኒንግ ተትሕግዘኒ ነይራ ንጂን ክበልፆ ነይረ እየ ኢሉ ተንኮል ክሓስብ ይጅምር። ናይ ጂን እና ሓገ እውን ንሊን ናብ ገጠር ፀዊዓ ከመይ የዋህ ሰበይቲ ከም እትኸውንን ናይ ውሽጢ ገዛ ስራሕቲ ከመይ ከም እትሰርሕ ስልጠና ትህባ። ሊና እና ጂን ኣብቲ ባህላዊ ምግቢ መብሰሊ ገዛ እንትበኣሱ ንሳ ብብልሓት ጂን ዓሳ ንከብስል ትገብረ እሞ ብዘይተስተኻኸለ ኩነታት ኣብሲልዎ እና ሓጉ እንትበልዕ ዓፅሚ ኣብ ጎረርኣ ተሰንቂሩ ናብ ሆስፒታል ትውሰድ። ኣብቲ ሆስፒታል ውሽጢ እውን ሊን እቲ ዶክተር ብተሓክምቲ ተሃሪሙን ተጎዲኡን ትረኽቦ። ቃንዝኡ ንክርስዖ እውን ብኤርፎን ሙዚቃ ትኸፍተሉ። ሽዑ ድማ እቲ ዶክተር ኣብ ቁልዕነቱ ዝትፈልጦን ክርስዓ ዘይኽእል ናይ ቁልዕነት ዓርኩ ሊን ምዃና ይርዳእ። ጂን ሽዑ መጺኡ ናይ ሰበይተይ ኢድ ስደዶ ኢሉ ብቕንኢ ሒዝዋ ይወጽእ። ጂን ናይ ቁልዕነት ተዘክሮኣ ዝኾነ ቀይሕ ናይ ሓርማዝ ባምቡላ ብበዝሒ ገዚኡ፣ ሰርፕራይዝ ክገብራ ይህቅን ሊን ድማ ንዶክተር ዩ ምግቢ ኣብሲላ ዋላ እኳ እንተምፀኣትሉ ዶክተር ዩ ግን ጅን ትኽክል እዩ ንስኺ ሰበይቱ ኢኺ ንዓይ ከምዚ ክትገብሪ የብልኽን ኣነ ዋላ ሰበይቲ እንተኾንኩ ንስኻ ግን መሓዛ ኢኻ ኣብ መጠረሽታ እውን ጅን ሳይክል ገዚኡ ከመይ ከም እትግናሕ ከምህራ እንትፍትን ስራሕ መካየዲቱ ኒንግ ትመፅእ ኒንግ ድማ ክልቲኦም ምቅርራቦም ስለ ዘየሐጎሳን ብቕንኢ ስለ ዝተቓፀለት ሊን እናረኣየታ ተሓቑፉ ሊን እዚ እንትርኢ ትርበሽ እሞ ንምግናሕ እንትፍትን ወዲቓ ትጉዳእ። ጂን እውን እናሃደመ መጺኡ ናብ ሆስፒታል ይወስዳ። ንሱ እውን ተጨኒቑን ተረቢሹን ከሎ እቶም ዶክተራት ክትዝክር ከም ዘይትኽእል ይነግርዎ። በቲ ሓደጋ ምኽንያት ናይ ቀረባ ግዜ ተዘክሮኣ ስኢና፣ ናይ ቀደም የዕርኽታ ዋላ እኳ እንተዘከረት፣ ንጂን ኮነ ነቲ ዶክተር ግን ክትዝክሮም ኣይከኣለትን። ጂን ክትዝክር ንምግባር እናፈተነ ንሳ ግን ነቲ ዶክተር ርእያ፣ እዚ ዶክተር ኣዝዩ ቆንጆ እዩ ኢላ እንተድንቖ፣ ንሱ ቀኒኡን ሓሪቑን፣ ኣይትዝክርን እንዲኺ፣ ኣነ እኮ ሓውኺ እየ ኢሉ ይሕሽያ። ንሳ እውን ብዝሰምዐቶ ነገር ትደናገር። ዳሕራይ ግን ኣዲኡን እነሓጉኡን መጺኤን ናይ መርዓ ቪድዮኣ እንተርእያኣ፣ ሓውኺ እየ እንተ ኢሉኒ ደኣ ንምንታይ መርዓት ኮይነ ኢላ ይተሓዋወሳ። ሃንደበት ግን ንሳ ምቁረይ እናበለት ምጽዋዕ እንትትጅምር፣ ጅን ከምዚ ዓይነት ቃል ካብኣ ሰሚዑ ስለ ዘይፈልጥ ይስንብድ። የዋህ ሰበይቲ ከም እትኾነሉ ቃል እንትኣቲ፣ እቲ ሓቂ ክነግራ ዋላ እኳ እንተ ደለየ፣ ይደናገር። ኣብ መንጎኦም ዘሎ ቆይቋ ግን ሕጂ እውን ምስ ቀጸለ እዩ። ሽዑ ግን እታ ስራሕ መካየዲት ናይ ክልቲኦም ምቅርራብ እንትርኢ፣ ስለ እትፈትዮ ትቐንእ። ንሳ እውን ካብ ሆስፒታል ወጺኣ ናብ ገዛኣ እንትምለስ፣ ጂን እቶም ናይ መርዓ ሰነዳት ከይትርእዮም ብቕልጡፍ ክሓብኦም ይፍትን። ንሳ ኸዓ ንምንታይ ኢና ኣብ ዝተፈላለየ ክፍሊ ንድቅስ እናበለት ሕቶ እንተብዘሐሉ ብዝተፈላለየ መንገዲ ከታልላ እንትፍትን ትስንብድ እያ ኢሉ ግን ከይነገራ ይተርፍ። ሓደ መዓልቲ ምሸት ሊን ኣብ ናቱ ዓራት ብምቾት ደቂሳ ፈሪሑ ርሕቕ ኢሉ ኮፍ ይብል። ንምንታይ ኢኻ ትርሕቐኒ ዘለኻ እናበለት እንተጨንቖ ብጭንቀት ኣብ ጫፍ ይድቅስ። ሃንደበት ናብኡ እንትጽጋዕ ዋላ እኳ እንተሰንበደ ንሳ ግን እቲ ሪሞት ትወስዶ። ኣብዚ መንጎ ብኣጋጣሚ እግሩ ተሃርመሞ ናይ ቀደም ቁስሉ ተላዒልዎ መድሓኒት እንትገብረሉ በቲ ጨና ምኽንያት ተረብሹ ንብሕትኺ ዕረፊ ኢሉ ናብ ሰሎን ይኸይድ። ብጽብሒቱ እታ ስራሕ መካየዲት እቲ ናይ መርዓ ውዕሊ እናርኣየታ ሓዳርኩም ንሓደ ዓመት ጥራይ ዝጸንሕ ናይ ውዕሊ ስምምዕ እዩ ኢላ እቲ ሓቂ ትዝርግፎ። ሊን እውን ብዝሰምዐቶ ነገር ሰንቢዳ ጂን ናብ ገዛኣ እንትምለስ ኾርያ ምግቢ ከብስለልኺ እናበለ ክሓባብላ እንትፍትን እቶም ሰነዳት ኣውፂኣ እንተርእዮ ብዝተሰሓሓተ መንገዲ ተረዲኣቶ ንዓኣ ንሱ ዝደልያ ዘይኮነሲ ንሳ ኣገዲዳን ኣፈራሪሓ ናይ ውዕል መርዓ ዘእተየቶ ይመስላ። ንሱ እውን ስቕታ መሪፁ ንሳ ብዝገመተቶ መንገዲ ንኽትሓስብ ይገድፋ። በዚ ምኽንያት ንዕኡ ዘለዋ ኣኽብሮት እውን ይውስኽ። ምግቢ ክተብስለሉ እውን ትውስን። ሓደ መዓልቲ እውን ቺን መጺኣ ንሊን እቲ ሓድሽ ኣፍቃሪ ከላልየኪ ስለ ዝኾነ ንስኽን ጂንን ሓቢርኩም ምጹ እንትብላ ተንኮላ ስለ ዘይተረድአት ጂን ብስራሕ ተወጢሩ እንከሎ ብግዲ ወሲዳቶ እንትበጽሑ ቺን እውን ንንግዲ መወዓውዒ ደልያቶ ስለ ዝነበረት ብዙሓት ኣዋልድ ምስኡ ፎቶ እናተሰኣላ ምህርተን እናደገፈ ከም ዝኾነ ኣምሲለን ናብ ማሕበራዊ ሚድያ ይለቀኦ። ጅን ብሕርቃን እንትቃጸል ሊን ድማ በቲ ኩነታት ሓፊራ ነተን ኣዋልድ ኣፈራሪሓ እቲ ፎቶ ንኸጥፍኦ ትገብር። በዚ ምኽንያት ጅን ናብ ስርሑ ኣዝዩ ዘንጊዑ ብምምጽኡ እታ ስራሕ መካየዲት ኣብ ስራሕኻ ትኹረት ኣይገበርካን ኢላ ትናገሮ። ብጽብሒቱ ንሊን መጀመርያ ናብ ዝተረኻብሉ ናይ ፎቶ ቀረጻ ቦታ ወሲድዋ ኩሉ ነገር ሓደ ብሓደ ክትዝክር ትጅምር። ጅን ከምቲ ዝመሰላ ንጹህ ዘይምዃኑን ናይቲ መርዓ ውዕሊ ትኽክለኛ ምኽንያት ኣብ መንጎኦም ዝነበረ ገደብ እንትዝክር ናብ ገዛኣ እንትምለስ ናብ ጠንካራ መንነታ ተመሊሳ ምስኡ ትበኣስ። ንምንታይ እቲ ሓቂ ዘይነገርካኒ? ክትጥቀመለይ ደሊኻ ድዩ ኢላ እንትትሓቶ ምቁረይ እናበልኪ ትጽውዕንን ትቐርብኒ ዝነበርኩ እኮ ንስኺ ኢኺ። ኣብዚ መንጎ ናይ መርዓ ፎቶኦም ኣውጺኦም ማንም ኣብ ክፍሎም ከቐምጦ ስለ ዘይደለየ ኣብ ሳሎን ይሰቕልዎ። ነቲ ዶክተር እንትረኽቦ ተዘክሮኣ ምምላሱ እንትነግሮ ደስ ይብሎ። ሊን ኣብ ዘየላትሉ ቺን ናብ ገዛ መጺኣ ብሕቡእ እንትምርምር እቲ ናይ መርዓ ውዕሊ ወረቐት ትረኽቦ'ሞ እቲ ምሽጥር ከም እተውጽኦ ዋላኳ እንተፈራርሐቶም ጂን ኣብ ናቱ ኤጀንሲ ውሽጢ ጽቡቕ ስራሕ ከም ዝረኽበላ ቃል ኣትዩ ስቕ ንክትብል ይገብራ። ዶክተር ዩ ኣብ ደገ ኮይኑ እዚ ኩሉ እንትሰምዕ ከም ዘይሰምዐ መሲሉ ናይ ሊን ቦርሳ ሂብዋ ይኸይድ። ንቺን ስራሕ ብምርካቡ ሊን ኣዝዩ ደስ ኢልዋ ፊልሚ ሓቢርና ንርኣ ኢላቶ ይሰማማዕ። ኣብዚ መንጎ እታ ስራሕ መካየዲት ናይ ፊልም ፕሮጀክት ሒዛ መጺኣ ህቡብ ዳይሬክተር ክረኽቦ ስለ ዝደሊ እቲ ስክሪፕት እናንበበ ከሎ ሊን ደው ኢላ ኣብቲ ሲኒማ በሪ እናተጸበኹካ እየ እንትብሎ ኩሉ ስርሑ ገዲፉ ናብኣ ይኸይድ። ክልቲኦም ብሰላም ፊልም ሓቢሮም እናረኣዩ ናብ ገዛ እንትምለሱ ስለ ናይታ ስራሕ መካየዲት ክትሓቶ እንትፍትን ኣብ መንጎ ክልቲኦም ዝኾነ ስምዒት ክህልዮም ይኽእል እዩ ኢላ ትጥርጥር። ብፅእ ብሕቲ ጅን ናብ ቢሮ እንትኸይድ እታ ስራሕ መካየዲት ብሕርቃን ምስ ሰበይትኻ ገዛ ሕልፍ ኢላ ኩሎም ፕሮጀክት ትስርዞም ንሱ እውን በቲ ኩነታት ይኸፍኦ ሊን ኣርቲስት ክትረክብ ምዃና እንትሰምዕ ገዲፋትኒ ክትኸይድ እያ ኢሉ ይፈርሕ ንሳ ግን ኣብ ስርሑ ንከትኩርን ሊን ኣብ ስርሑ ዕንቅፋት ከይትኾኖ ተጠንቅቖ ጅን ናብ ገዛ ተመሊሱ ንሊን ኩሉ ነገር ይነግራ እሞ ንዝሓለፈ መዓልትታት ስራሕ ስለ ዝነበሮ ሕጂ ድማ ዕረፍቲ ስለ ዝኾነ ንክዘናግዑ እንትሓታ ናብቲ መንሸራተቲ በረድ ክኸዱ ይውስኑ። እታ ስራሕ መካየዲት እዚ ሰሚዓ ቆጸረኹም ከበላሹ እየ ኢላ ንረዳታ ብሕቡእ ንክከታተሎም ትእዝዞ። ካብኡ ጂን እና ሊን እንትጻወቱ ብሕቡእ ፎቶ ይስእሎም። ጂን እውን ኣቦይ ብግዲ ሕክምና ንኸጽንዕ ገይርኒ ነይሩ፣ እታ ስራሕ መካየዲት ግን ናብ ናይ ኣርቲስት ዓለም ኣምጺኣትኒ ኢሉ ታሪኹ ይነግራ። እታ ስራሕ መካየዲት ድማ እቶም ፎቶታት ንንግዲ መወዓውዒ ትጥቀመሎም። ብጽብሒ ቱሊን እዚ ዜና እንትርኢ፣ ለካ ንሽርሽር ዘይኮነሲ ንመወዓውዒ ስራሕ ኢኻ ወሲድካኒ ኢላ ትናገሮ። ንሱ እውን ሰንቢዱ ናብታ ስራሕ መካየዲት ዋላኳ እንተኸደ፣ ንሳ ግን ናይ መወዓውዒ ስራሕይ እየ ሰሪሐ ኢላ ትከራኸሮ። ኣብዚ መንጎ ሃንደበት ትወድቕ እሞ ናብ ሆስፒታል ወሲድዋ ናይ ጨጎራ ቁስሊ ከም ዘለዋ ይንገራ። ሊን እውን እናተጸበየቶ ከይመጸ ይተርፍ። ብጽብሒት እውን ነታ ስራሕ መካየዲት ሾርባ እናሰርሐ እንትርእዮ ሊን ትቐንእ እሞ ኣነ ኣብ ሆስፒታል ከለኹ ይገብረለይ ከም ዝነበረ ምንክብኻብ እናገብረላ እዩ። ለካ ኣነ ፍልይቲ ኣይኮንኩን። ኣነ ናይ ውዕሊ ሰበይቱ ጥራይ እየ፣ ሓደ መዓልቲ እውን ክፍለየኩም እየ እናበለት ትሓስብ። ሊን ሓዚና ከላ እቲ ዶክተር ካብ ከተማ ርሕቕ ናብ ዝበለን ጸጥ ዝበለ ቦታ ወሲድዋ እቲ ሰማይ ርእዮም ናብ ገዛ እንትምለሱ ጂን ብሕርቃን እንትቐበሎም እቲ ዶክተር ንሳ ኣኮ ኣብ እግራ ጉድኣት ኣለዋ ምንክብኻብ የድልያ እዩ ኢሉ ርግዕ ዝበለ መልሲ ይህቦ። ንሳ እውን ናብ ባዕላ እንትምለስ ብጂን ሓሪቓ ንስኻ ሙሉእ ለይቲ ነታ ስራሕ መካየዲት እናተንከባኸብኻ ሓዲርካ ንዓይ ከመይ ኢልካ ትሓተኒ ንሕና ኣኮ ናይ ውዕለት ጥራይ ሰብኣይ ሰበይቲ ኢና ሓዚና እቲ ገዛ ገዲፋ ብምውፃእ ናብ ቺን ከይዳ ብስራሕ እናሓገዘታ ሰባት ፎቶ እናሰኣሉ ጅን እና ሊን ተባኢሶም። ሊን ንብሕታ እናነበረት እያ ዝብል ወረ የሰራጭዩ። እታ ስራሕ መካየዲት እውን ካብ ምግቢ መኪና ትእዛዝ ብምሃብ ሊን ምግቢ ሒዛ ናብ ናይ ጅን ቢሮ ብምኻድ ጋዜጠኛታት ሊን ንስብኣያ ምግቢ ዝተምፅእ ጎበዝ ሰበይቲ እያ ኢሎም ንክፅሕፉ ትገብሮም። እታ ስራሕ መካየዲት እውን ንብሕታ ወሲዳ እቲ ውዕሊ ክሳብ ዘሎ ሰበይቲ ኮይንኪ ክትዋስኢ ኣለኪ ኢላ ተጠንቅቃ ጅን ኣረዳዲኡ ናብ ገዛ ይመልሳ እሞ እቲ ውዕሊ ኣብ ሓደ ወርሒ ውሽጢ ከብቅዕ እዩ ኣነ ግን ክፈላለ ኣይደልን ኣብ ፍቅሪ ወዲቀ ዘይኮንኩሲ ንህቡብነተይ ንእናሓጎይን ክብል እየ እንትብላ ንሳ ግን ሓቢርና ብዝነበርና ቁፅሪ ምፍልላይ ክከብደኒ ኣዩ ኢላ ምፍታሕ ትመርፅ ኣይፈትሐክን እንትብላ ምስቲ ዶክተር እንትቀርብ ሪእዋ ግን ምናልባት ክትፋታሕ ዝደለየት ብኡ ምክንያት እያ ኢሉ ይጥርጥር ኣብ መጠረሽታ እውን ድሕሪ እቲ በዓል ክንፈትሓ ኢና ኢሉ ይሰማማዕ። ሓደ ህቡብ ዳይሬክተር ጎን ሊን ከም ዝፈልጣን ዶክተር ዩ ናብኡ ሒዝዋ መጺኡ ከም ዝነበረ ንጆን እንትነግሮ ኣነ ክገብሮ ዘይከኣልኩ ነገር እቲ ዶክተር ገይሩላ ኢሉ ንባዕሉ ተስፋ ይቖርጽ። እታ ስራሕ መካየዲት ድማ ሊን እና እቲ ዶክተር ኢድ ንኢድ ተተሓሒዞም ብሕቡእ ፎቶ ትስእሎም። ንሱ እውን ሓዚኑ ይጽበያ እሞ ዘንጊዓ እንትመጽእ ክትድቅሲ ዲኺ ኢሉ ዋላ እኳ እንተሓተታ ኣብ መንጎኦም ዘሎ ጥርጣረን ዘይምርድዳእን እናተበኣኣሰ ይመጽእ። ብጽብሒቱ እቲ ዶክተር ንዓኣ ኣዝያ እትደልዮ ኣልበም ብህያብ መልክዕ እንትህባ ብታሕጓስ ዋላ እኳ እንተዘለለት ሓደ ሰብ ግን ፎቶ ስኢሉ ናብ ማሕበራዊ ሚድያ ይለቆ። ንጅን እናኸደዐቶ እያ ዝብል ወረ ክውረ ይጅምር እሞ ንሱ እውን እቲ ፎቶ እንትርእይ ብቕንኢ ክፅለል ይቐርብ። ሊን ዋላ እኳ እንተረደኣቶ ክኣምና ኣይደልየን። እንትቐርባ ብፅፍዒት ትሃርሞ እሞ ተባኢሶም እቲ ገዛ ገዲፋ ንምውፃእ ትውስን። ንማንም ከይተናገረት እቲ ገዛ ገዲፋ ትወፅእ እሞ ርሕቐት ጥራይ መፍትሒ ከም ዝኸውን ትሓስብ። ጅን ዝሰርሖ ስሕተት ተረዲእዎ ዋላ እኳ ተተጣዕሰ ክረኽባ ግን ኣይከኣለን። እቲ ዶክተር ቐንዲሙ እንትረኽባ ሊን ግን ንማንም ችግር ክፈጥር ኣይደልን። ንብሕተይ ዝኾነሉ ግዘ ሃበኒ ትብሎ። ጅን ንዓኣ ኣለሻ በብቦትኡ ዋላ እኳ እንተተንከራተተ ምንም ከይተሳኸዐሉ ይተርፍ። ኣብዚ መንጎ እታ ስራሕ መካየዲት ንጅን ዋላ እኳ ተተቖጠዐቶ እቲ ዶክተር እቶም ዝተለቐቑ ፎቶታት ዝተቐነባበሩ ምዃኖምን ከም ዝተጎድኣት ይነግሮ። ንሱ እውን ብቕልጡፍ ኣብ ማሕበራዊ ሚድያ ሙሉእ ዓለም ዋላ እኳ ተተቓወመ ኣነ ኣብ ሰበይተይ ጎኒ እየ ዝብል መልእኽቲ እንትለቅቕ እቲ መልእኽቲ ርያ ዋላ እኳ ደስ እንተበላ ሓቢሮም ከም ዘይኮኑ ትሓስብ። ኣብ መጠረሽታ እውን ንሳ ዘላትሉ ቦታ ረኺብዎ ካብ ልቡ ይቕሬታ እንትሓታ ናብ ገዝኣ ዋላ እኳ ተተመለሰት ግን ትርሕቖ። ቀደም ዝሃባ ቀለበት ሃንደበት እንትረኽቦ ይኸፍኣ። ኣብ ገዛ ውሽጢ ናይጂ ናይ ቁልዕነት ፎትኡ ኣልበም ረኺባቶ ፎቶታቱ እናርኣየት ትስሕቆ እሞ ናብኡ ደው ኢላ እናቐለደትሉ ክነጋገር ይጅምሩ። ንኣቡኡ እንትረኽቦ ኣብ ናይጂን ፕሮግራም ተረኺቡ ስለ ዘይፈልጥ ንኽርከብን ኩሉ ግዜ ክመጽእ ኢሉ ከም ዝጽበ እንትነግሮ ሸለል ኢሉ ይሓልፎ። እቲ ተፈኻኻሪ ኣብቲ ናይ ስራሕ መካየድት ቢሮ ውሽጢ ብሕቡእ ሰነዳት ብምእላሽ ናይ ጂን እና ሊን መርዓ ውዕሊ ረኺብዎ ፎቶ ይስእሎ። ሊን ምስ ናይ ጂን ኣደን እና ሓጎን ብምዃን ኣቡኡ ንምእማን እናሓጉኡ ሓሚማ እያ። ምናልባት ካልኣይ ክትወጽእ ዘይትኽእል ክኸውን ይኽእል እዩ ኢሎም ናይ ሓሶት ወረ ነጊረምዎ ኣብ መጠረሽታ ናብቲ ፕሮግራም ንምኻድ ተሰማሚዑ ይኸይድ። ጂን ንኣቦኡ ምስ ረኣዮ ስለ ዝተጸበዮ ኣዝዩ ደስ ይብሎ። ንሳ ናብቲ ፕሮግራም ክትበጽሕ ዋላ እኳ እንተፈተነት ብትራፊክ ምጭንናቕ ምኽንያት ግን ከይበጽሐት ትተርፍ። እቲ ፕሮግራም ተወዲኡ ጂን ናብ ገዛኣ እንትምለስ ንሳ ብዘይ ምርካባ ዋላ እኳ እንተሓረቐ ይቕሬታ ግበርለይ ክበጽሕ ስለ ዘይኸኣልኩ እዩ እንትብሎ ግን ይቕረ ይገብረላ። ብኻልእ ገፅ እቲ መነሓንሕቱ ነታ ስራሕ መካየዲት ኣብቲ ናይ ዳይሬክተር ፊልሚ ብፅሒት እንተዘይረኺበ ናይ ጂን ናይ ሓሶት መርዓ ከጋልፆ እየ ኢሉ የፈራርሓ። ኣብዚ መንጎ ጂን ነቲ ፊልሚ ተመሪፁ ዋና ተዋስኣይ ከምዝኸውንን ሓቢሮም ከምዝሰርሑ እንትፈልጥ ደስ ይብላ። ጂን እውን ንዓኣ ዘለዎ ፍቕሪ ንምግላፅ ናይ በዝል ፀወታ ህያብ ዋላ እኳ እንተዳለየ ናይ ሊን ኸልቢ ግን ናይቲ በዝል ቁርፅራፃት በሊዑ እቲ ስራሕ የበላሹ። ኣብ መጠረሽታ እውን ጊን እና ሊን ኣብቲ ናይ በረድ መንሸራተቲ ሓቢሮም ወጺኦም ንሱ እውን ናይ ውዕሊ መርዓና ናብ ትኽክል ፍቕሪ ተቐይሩ እዩ። ይፎትየኪ እየ እንትብላ ብቓላት ካብ ምግላጽ ንላዕሊ ግንባር ብምስዓም ፍቕራ ትገልጸሉ። እንተኾነ ግን ናይ መርዕኦም ሚሽጥር ኣብ ማሕበራዊ ሚድያ ተሰራጭዩ ናብ ገዛ እንትምለሱ ናይ ክልቲኦም ቤተሰብ እቲ ሓቂ ንኽናገሩ እንትሓትዎም መርዕኦም ዋላ ብውዕሊ ተተጀመረ ኣብዚ ሕጂ ግን ኣብ ትኽክለኛ ፍቕሪ ከም ዝኾኑ ይናገሩ። ቤተሰቦም እውን ብሓጎስ ተቐቢሎም ድጋፍ ይህቡ። ጂን ዝሰርሓሉ ኤጀንሲ ናቱ ሽሙን ህቡብነቱን ንምሕላይ ክብል ጥፍኣቱ ኩሉ ኣብ ሊን ንምስባብ ይፍትን። እታ ስራሕ መካየዲት ንጂን ክትብሊ ንባዕልኺ መስዋእቲ ግበሪ ኢላ ንሊን ኣእሚናታ ዋላ እኳ ተተደናገረት ንናቱ ድሕነት ክትብል ግን እቲ ጥፍኣት ንምቕባል ትሰማማዕ። ንሱ እውን እንትሰምዕ ሓሪቑ ስለ ስርሐይ ኮነ ስለ ህቡብነተይ ግዲ የብለይን። ሊን ክትጉዳእ ግን ኣይፈቅድን። ንሳ ግን ሽሙን ህቡብነትን ከይበላሸ ኢላ ንብሕታ እቲ ጥፍኣት ንምውሳድ ትውስን። እዚ ቅድሚ ምግባራ ግን ምስ ጂን ሓንቲ ናይ መጠረሽታ ሰላማዊ መዓልቲ ንምሕላፍ ኢላ ሓቢሮም ይዘናግዑ። ብጽብሒቱ ጂን እንትነቅሕ ሊን የለን። ናብቲ ትካል እንትኸይድ እውን ኣብ ቅድሚ ሚድያ ጠጠው ኢሉ እወ ሓሲወ እንተኾነ ግን ሕጂ ንሊን ካብ ልበይ ኣፍቂረያ እየ ኢሉ ሓቂ ይዛረብ። ንዓኣ ክብል ስርሐይ ክገድፍ ድልው'የ። ዝገደፈትሉ ደብዳበ ርእዩ ንዓይ ክትብል ሕልምኻን ህቡብነትኻን ክትገድፎ ኣይደልን ዝብልን ናይ መርዓ ውዕሊ ሰነድ ዝቐደደቶ ወረቐት ይረኽቦ። ንሱ እውን ክሳብ መጠረሽታ ዝሰኣና መሲልዎ ልቡ ይስበር። ድሕሪ ሓደ ዓመት ካብ ስርሑ ርሒቑ ንባዕሉ የረጋጋዕ። ኣብዚ መንጎ ዶክተር ዩ ንሊን ኣብ ሓደ ፍዮሪ መሸጢ ሹቕ ረኺብዋ፣ ንጂን ምስጢራዊ መልእኽቲ ብምሃብ ሊን ዘላትሉ ቦታ እንትጥቁም፣ ጂን ናይ ቀደም ተዘክሮኦም ናብ ዘለዎ ቦታ ከይዱ ኣብኡ ይረኽባ። ብፍቕሪ ውን ይሓቕፋ። ኣብ ቅድሚኣ ተንበርኪኹ ናይ መርዓ ሕቶ የቕርበላ፣ ብሓቂ ትምርዓይኒ ዲኺ? እወ ክምርዐየካ እየ ካብኡ ሓዳርም ኣመዝጊቦም ብፍቕሪ እናነበሩ እናርኣየና ፊልምና እውን ይውዳእ እቲ ፊልም እንድሕር ተመችይኩም ላይክ ግበሩ ንቻነልና ሓደሽ ዝኾንኩም ድማ ሳብስክራይብ ብምግባር ቤተሰብ ይኹኑ ክሳብ ብኻልእ ፊልም ንራኸብ እውን ሰሰናዩ ንዓኹም ይኹን